ራሄል ዘይተጸበየቶ ስለ ዝገጠማ ካብ ኣቶ ሰሪዳ ኣብቲ ኣቶ ጠፊዕዋ ሸበድበድ እንዳበለት ነቲ ኣብ ርእሳ ዝተለጠፈ ተረፍ ኣብ መእለ ኣበርቲኣ ተቓለሰት እሞ ብመጠኑ ምስ ኣጽረይቶ ብሕርቃን ተነፊ ሃየማ ጸጋም ንቅድሚት ንድሕሪት እንተጠመተትኳ ዳኒ ሓሲባ ድሮ ካብቲ ከባቢ ተሰዊሩ ነበረ። ካብታ ደው ዝበለት ሎን ብዛዕባኡ እንዳሰላሰተት ገዛኣ በጺሓስ ቁሩብ ዝልከፍ ለኺፋ ኣብ መደቀሲኣ ብዝተዓጸወ እታ ብዛዕባኡ ክትሓስብ ሰለም ከየበለት ሓደረት። እቲ ምሕሳብ ግና ተራ ምሕሳብ ኣይነበረን። ዋላ ካብ ሓንጎላ ክትሓኮ እንተ ፈተነት በቃ ምስ ውሽጣ ጥብቕ ኢሉ ምስ ደማ ተዋሒዱ ፈጺሙ ፈጺሙ ክሰዳ ስለ ዘይከኣለ ድሕር ክንደይ ምዕልባጥ ኣጋ ወጋሕታ ደቃስ ወሰዳ። ንጽባሒቱ እንታይ ዝኹን ዘለኹ እንዳ በለት ደጋጊማ ነብሳ እንተ ፈተሸት ግና ዋላ ሓደ በቃ ክርዳኣ ኣይከኣለን። የግዳስ መሓዛኣ ዝበለታ ዘረባ ኣብ ቅድሚኣ ቅጅል ስለ ዝበለ ን ነዚ'ሞ ክፈትዎ ከፍቅሮ ኣይክእልን'የ ከመይ ኣቢለ ምስዚ ዕዋላ ሰብ ክኸይድ ዘይከውን ካብቲ ኩነታት ክትሓድም'ኳ እንተፈተነት ግና ፈጺሙ ክሰዳ ኣይከኣለን ምስ ሕልናኣ ክትቃለስ ከይተረድኣ ኣብ ቀጽሪ ቤት ትምህርቲ ኣትያስ ምስ ዳኒ ፊት ንፊት ተራኽበት ከምቲ ካልእ ግዜ እንተዝኸውን ካልእስ ይትረፍ እንታይ ጌርካ ማለት እዩ ትማሊ ምስ በለቶ ኔራ የግዳስ ከይተረደኣ ዘማዕበለቶ ናይ ፍትወት ነገር ሓሊኹ ስለ ዝሓዛን ናይ ሕፍረትን ንፍርሕን ስምዒት ስለ ዝተሰማዓ ግዳ ድን ኢላ መንገዳ ቀይራ ናብ ክፍላ ኣበለት።

ኣቲ መሓዘይ ኣነ ዶ ክዛረበልክ ነዚ ወዲ ሰምሓር እያ ትዛረብ ዘላ ዓሰርተ ግዜ ዳኒ እንዳበለት ሞክ ምስ ኣበለተን እንተልኪ ከ ክትዛረበለይ ሓተተት ራሄል ሕላ ራሄላ ሸንኮለል ኣይትበሊ ነዚ ሰብ ፈቲኸ ኣለኺ ኣቲ ነዚ ከም ገለ ሰብ እንታይ እስከ ዝፍቶ ኣለዎ ፈቲኸዮ ምስ በለታ ኣነ ፈትዮ ዝብል ዘረባ ካብ ኣፈይ ወፂ ምስ መለሰት ራሄል ልዋም ትቐበል ኣቢላ። ኩለንትናኻ ግና ከምኡ'ዩ ዝብሀል ዘሎ ምስ በለታ። ይኹነልክን ኢላ ስቕ ምስ በለት መሓዙት ተጠማመት ኮና። እዋእ መሓዛይ ናይ ብሓቂ ኣፍቂርኪ ኣለኺ ድኺ? በለት ሰምሃር ብኣግርሞት እንዳተዓዘበት። እንድዒ ፍትወዲ ካልእ ኣይፈለጥኩን፣ ክርእዮ ከለኹ ይሕጎስ፣ ለይትን ቀትርን ሓሳቢ ብዛዕባ ኮይኑ'ሎ፣ ንስኻትክን እምበር ንገራኒ፣ ፍቕሪ ድዩ ዋላስ እንታይ? ተመሊሳ ምስ ሓተተት እግሩ ምሓዛይ ዕድል ክኸፍእ ኣቲ ሰብ ተሳኢኑሲ ዘይፍቀር ክተፍቅሪ እዚ እኮ ወረቐት ዘለዎ ኣዋላ መኣገርገሪ እዚ ንኣኺ ምስ በለት ግደፍና እስከ ኢላ ገዲፋተን ናብ ክፍላ ኣበለት። ስምዓኒ እሞ ዝወደይ ኣብቲ ስርሐይ ሰምዓኾ ዶ ክዕለካ ምስ በለቶ ካብቲ ንእሽተይን ገንጋን ርእሱ ቴሌቭዥን ዓይኑ ከኣለ እንታይ ኣደበለ ብዙሕ ከይተገደሰ ርኢኻ ኣለኻ ዳኒ ወደይ ሓደ ግዜ ሓንቲ ሰበይቲ ፓስታ ክትሰርሕ ኢላ ማይ ኣብ ድስቲ ገይራ ኣብ ፈርኔሎ ነቲ ድስቲ ኮፍ ተብለልካ ሽዑ ንሳ ከይረኣየቶ ከላ በየን መጸ ዘይተባሓለ እንቅርዖብ ኣጋጣሚ ካብቲ ዝነበሮ ምስ ወደቐ ኣበይ ኣትወልካ ናብቲ ሓዊ ዝጽበዮ ዝነበረ ድስቲ ማይ ቡንን ማይ ስለ ዝኾነሉ ብዙሕ ከይተገደሰ ኣብኡ የራጣልካ። ኣይጸንሐትን ሰበይቲ ድማ ክርቢት ሸርጢጣ ፈሓማ ተናኽሰልካ እሞ በብቁሩብ ማይ ክውእ ይጅምረልካ። ወዮ እንቁርኦብ ምስቲ ማይ ሙቐት ናይ ሰብነቱ ኣዋሒዱ ዋላ ሓደ ከይገበረ በታ ዘራጠጣ መሊሱ የራጥጠልካ። እንተኾነ ግና እቲ ማይ ሸረኽረኽ ክብል ግድን ስለ ዝኾነ ልዕሊ ዓቕሙ ምስ ኮነ ክወጽእ ፈንጠርጠር ይብለልካ ግና ድሕር ማይ ናብ በዓቲ ኮይንዎ ነገሩ ህይወቱ ከድሕን ኣይከኣለን። ክትሰምዓኒዶ ጸኒሕካ? ምስ በለቶ ክተረጋግጽ ኢላ ዓይኑ ካብ ቲቪ ካይነቐለ ሰሚዐኪ እንዴ ሕጂሞ እንታይ ክትብሊ ስለ ዝደለኺ? እንታይ ዶ ክብል ደልየ ጽቡቅ ርኢኻ ኣለኻ ዳንኤል ወደይ ክጅመር ህይወት ኩሉ ግዜ በቲ ዝሓሰብናዮም ዝመደብናዮ መንገዲ ኣይኮነትን ትኸይድ እቲ ዕንቅሮ መቼም ናብቲ ማይ ክኣቱ ኢሉ ኣይተበገሰን ካብ ኮነ ዘጋጠመ ሽግር የጋጥም ተቀላጢፍካ ንጡፍ ኮንካ ነቲ ሽግርካ ክትፈትሕ ኣለካ እምበር ምክንያት ደሊኻ ኣብ ነገራ ከተሕባእ ወይ ምስቲ ሽግር ንግዚኡ ስለ ዝጠዓመካ ጥራሕ ክትወሓድ የብልካን እንታይ ክብል ኢለ ልክዕ ከምዚ ናይ ዕንክሮ በጥ ኢልና ጸኒሕና ኣብ ናይ ዜሮ ሰዓት መፍትሕ ክነላሊ ክንጎይ የብልናን ዜሬ ዘር እንታይ ክብለካ ኢለ ዳኒ ወደይ ናትካ ሂወት ከምዚ ናይ ዕንክሮ እዩ ከይሓሰብካዮ ኣብ ናይ ዕውልና ሂወት ተዋፊርካ ምስኡ ተዋሒድካ ድማ ትነብር ኣለኻ ምናልባት ሕጂ ንእሽተይ ስለ ዝኾንካ ኣይፍለጠካ ንኸውን ዕድመ እንዳወሰካ ኣብ ዝመጽኻሉ ግዜ ግና እዚ ሕጂ ትገብሮ ዘለኻ መስመሩ ዝሓለፈ ነገር የተኣሰካ ኹን ወይ ድማ ከምዚ ናይ እንቅርዖ ብክሳድካ ምስ ተታሓዝካ ጉያ ጉያ ክትብል ትፍትን ግና ጉያ ክረምቲ ስለ ዝኸውን ክትጠፍእ ትኽእል ኢኻ ስለዚ ወዲ መዓረይ በጃኻ ካብዚ ኣቲኻዮ ዘለኻ ሂወት ብኣግኡ ክትወጽእ ፈትን ቁሩብ ከኣ ይስልችወካን ድዩ ምስ በለቱ ኣትደ እንታይ ስለ ዝረኣኽለይኸ ክንድዚ ትዛረቢ ዘለኽ ምስ በለ ኣታ ቆልዓ

ራሄል ካብ ትምህርቲ ምስ ተፈደሰት ንመሓዙታ ዝኸዶ ቦታ ኣለ ንምባል ካብኣ ብምትራፍ ብዝኣዳ ንክትሓስብ ተካላ ሓዲራ ኣርፊዳስ ኣይመሓር ተማሒራ እነሖ ሕጂ ድማ በዘይ ልባ ገዝኡ ክትፈልጥ ስለ ዝደለየት ተሓቢኣ ደድሕሪኡ እትኸይድ ነበረት ኩኑን ንኸባቢ 35 ደቂ ምስ ተጓዓዘት ኣብ ሓንቲ ክትወድቕ ዝደለየት ገዛ ክኣቱ ምስ ርኣየቱ ብስምባደ ደሪቃ ተረፈት ብሂወታ ከምኡ ዓይነት ገዛ ብጌጋ እሪ ኣይትፈልጥን እንታይ እዚ እንዳ ሰብ ገዛ ድዩ ዋላስ እንዳ በለት ከላ ግና ኣዲኡ ንዳንኤል ብድሕሪኣ መጽያ ደሓን ዲኺ ደኣ እዛ ጓለይ ምስ በለታ ንገዝኦም ገጻ ከተቋምት ስለ ዝርኣየታ ብስንባደ ዝኣክል ከም ብሓድሽ ኣብ ከብዲ ደኣ እንተተኣቶ ኣይምጸለኣትን መማሕርቱ ንዳንኤል ወደይ ዲኺ ዲቪ እዚኣ ስለ ዝርኣየት ወሰኸት እወ በለት ከይተረድኣ እሞ ንዳንኤል ደኺ ደለኺ ንኣተዊ ገዛ ምስ በለታ ኖኖ ኣይኮንኩን እንዳበለት ከላ ዳኒ ድቪዝኦ ቀይሩ ውፅእ ምስ በለ ዘይተፀበያ ጓል ኣብ ኣፍ ደጊኡ ስለ ዝፀንሐቶ ካይተገረመ ኣይተረፈን ንሳ እውን ክትንቀሳቐስ እንተበለት የእጋራ ደሪቐን በይን ክእዘዛ ስቕታ ናይ ክልቲኦም ኣዲኡ ከየገረማ ኣይተረፈን ጸኒሓ ግና ኣታ ኹዕላ ተጠንቀቕ ኢላቶ ገዲፋቶ ናብ ውሽጢ ገዛ ኣተወት። ኣታ ከም ገለ እንታይ ክትገብሪ ኣብዚ መጺኺ ወረ እንታይ ትገብሪ ኣለኺ ኣብዚ እንታይ ኣለኪ ምስ በላ መልሓሳ ቤን ክኽፈት መልሲ የለን። እንተ ብፍርሓት ድዩ ብስክፍታ ሕፍረት ግና ብዓይና ነቲ መሬት ትኩዕቶ ነበረት። ኣታ ንዓኹ ከይ ምስ በላ ደጊሙ በቃ እንታይ ከም ዝኾንኩ ደድሕራኻ መጺኣ ኣይፈለጥኩን ኣይተሓተተን ገዲፋቶ ተበገሰት ኣንታ እዛ ጓል እንታይ እያ ትኾን ዘላ እንዳበለ ኣርከባ እሞ ንዓይ ደለኺ ደኺ መጺኺ ናብዚ ገዛቱ ዋላስ ብካልእኺ ምስ ሓተተ ኣይፈለጥኩን ምሽ ኢለካ ቀልጠፍ ቀልጠፍ እንዳበለት ክትስጉም ጀመረት ምእታውሲ ኣቲኺ ኣለኺ መውጽኢኺ ትፈልጢ ዲኺ ነዚ ገዛውቲ ምስ በላ ኣንታ ሓቁበ እንዳበለት ቀባሕባሕ በለት እንዳሰሓቐ ኣርከባ እሞ ሃቀይ ምጥማት ተብዝሕለ ኣለኺ ፈቲኽኒ ድኺ ምስ በላ እንድዒ ዝብል መልሲ ሂባ ስቕ በለት ምፍታው ጥራሕ ዘይኮነስ መዕቀን ኣልቦ ፍቕሪ ይሕዛ ከም ዘሎ መን ምስ ነገራ ልቤ ዝብለኪ ፈቲካ ዶ ኣፍቂረካ ዝብል ዘረባ ካባኺ ከይሰምዕ ኣነ ፍቅሪ ዶ ገለመለ ኣይፈልጥን እይ ከይትሕስይ ንዒ ሕጂ ሰላሕ ኢልኪ ገዛኺ ትኸዲ ናብቲ እንዳ ኣቶብስ ከርእያ ጎኒ ጎና ክኸድ ጀመረ ኣብ መንጎኦም ሕድኣት ንዕለት ውን ሰፈነ ንሳ ግና ብውሽጣ ዘይትፈልጦ ሓጎስ ኣሲልዋ ኣብ ጎኑ ምሕላዋ ጥራሕ ተኽመስምስ ነበረት ድሕሪ ናይ ሓሙሽተ ደቂቅ ናይ ስቕታ ዘበን ግልጽ ኢላ ጠመተቶሞ ክሓተካ ኣሎ ኣብታ ዝረኣኻ ገዛ ድሓ ትነብር? ምስ በለቶ ጥዕምት ኣቢላ ስቕ በለ። የግዳስ ደጊማ ስለ ዝሓተቶ እዋይሂ ጸገም ኣለዎ? ምስ በላ ብደሓሊ መንፈስ በልዋሓጠኒ ዝበለት እያ ትመስል ኣፍጥጥ ኣቢላ ጠመተቶ እሞ ስቕ ኢላ መንገዳ ገበረት። መልሳ ግና ናይ ብሓቂ ኣብኡ ትነብር? ምስ በለቶ ኣቲ ጓል ኢሂ ገዛ ክትገዝእለይ ትሓስቢ ኣለኺ ዲኺ? ምስ በለ ን ይቅሬታ ደኣ እምበር ገሪሙኒ እምበር ገዛይ ምስ ገዛኻ ከወዳድር እንዴ ጸኒሒ ክሓተካ እንዶ ከም ዝመስለኒ ኣደኻ እንድያ ኣብ ኣፍ ገዛኹም ዘርኻትኒ ምስ በለቶ እወ ምስ በላ ምስኣ ጥራሕ ድሓ ትቅመጥ ዋላስ ምስ ሓተተት ኣቲ ጎማማ ስሕልክስከ መንገድኺ ግበሪ ሓቀይ ዶ ገጽ ሪኢኺ ደሓር ድማ ብዛዕባ ስድራይ ብዙሕ ምዝራብ ኣይፈቱን እየ ኣፍኪ ሕዚ እቲ ሓፋስ ከይትወስድዮ ምስ በላ ሆም ዲኻ ብጀካ ምትሕርራም ካልእ ኣይትፈልጥን ወረ እንተኾንካ ኢኻ ነተን መቀናቕንተይ ትሕግዘን መዓረ ክንደኡ ዲኻ ትጸልኣኒ ምስ በለቶ ካበይ ናበይ'ኸ ነዚ ዘረባ ተናጥርዮ? እንታይ'ኸ ዝፍቶ ኣለኺ ክፈትወኪ? ካብ ቤት ትምህርትና ምሉእ ዝጸልኣ ሰብ እንተሃልያ ንስኺ'ኸ ምስ በላ ብሕርቃን ንዕለት ውታእ ኢላ ነብኣት ስለ ዝመጻ ከም ሕጻን ቆልዓ ፈርሸሐቱ። ንቕድሚት ይጥምት ስለ ዝነበረ ኣየስተብሃለላን ምእንቲ ርእሱ'ውን ንሳ ደው ስለ ዝበለት ስጉምትታት ቀዲምዋ'ዩ። ንጎኒ ምስ ጠመተ ኣገዳሲ ስለ ዘይረኣያ ንድሕሪት ግልጽ ምስ በለ የዒንታ ክትደርት ስለ ዝረኣየ ኣታ እዛ ጓል ይሃማ ይመስለኒ። እንታይ ኩን ኢሉ እያ ትበኪ ዘላ እንዳበለ ንድሕሪት ተመሊሱ እንታይ ደኣ ምስ በላ ኣይትዛረበኒ ኢላቶ መንገዳ ደኣ ገበረት። ጓል በቃ ኣብ ብርቱዕ ፍቕሪ ወዲቓ እታ ኣልወት ዳኒ ግና ፍጹም ክንደ ነጣብ ትኹን ኣብ ልዕሊኣ ናይ ፍትወት ይኹን ናይ ፍቕሪ ስምዒት የብሉን። ኣብ ክፍሊ ድሕሪት ኮፍ ስለ ዝብል ተተጠውያ ብዘይ ልባ ክጥምቶ ትንፋስ ኣምሊቓያ መሓዙታ ክሳድኪ ምለስዮ ዝዓይነቱ ክጥምትኣ ተረባሪበን እየን። ዕረፍቲ ምስ ኣኸለ ኣቲ መሓዛይ ሕጅስ እምበር ኣኽፊኢኺ ከመይ ከመይ ኢኺ ትኾኒ ዘለኺ ፈጺምኪ ኣብ ትምሕርቲ ተድሕብዮ ኣለኽን። ካባኺ ዘይጽበዮ ነጥቢ ድማ ኣምጺኣቲ፣ ካብ ዓሰርተ ስሰ ምስ መንፍዓትኪ ሹዓተ ክተምጽኢ፣ መፍቶ መቀናቅንትኺ ክትኮኒ ቁሩብ እባ ከም ሰብ ኩኒ። ሰምሃርያ ናይ መሓዝኣ ለውጢ ኣገሪምዋ ትገንሓ ዘላ ልዋም ውን ትቅብል ኣቢላ ራሄላ ሓፍተይ። ሓቂ'ያ ሰምሃር ነብልቤ ዝብለኪ ፈጺምኪ ምስ ቀልብኺ የለኽን ኩሉ ትገብርዮ ምንቅስቃሳት ክንዕዘቡ እንዲና ቀኒና ግና ሕማቅ ኣለኺ ዋእ ናይ ዳኒ ነገር ከምኡ ይገብረኪ ከም ዘሎ ኣይንስሕትን ኢና ግናሲ እዋእ ኣመና ኣክፊእኺ ምስ በለታ ግደፋናስከ ካብ ዘለኽዎ ኣይትክፍኣኒ ፈቴ ብዛዕባኡ ዝሓስብ ዘለኹ ይመስለክን ኣሎ ፍጹም እኮ እዩ ካብ ሓንጎለይ ምውጻእ ኣብዩ ክድቅስ ክበልዕ ነብሰይ ክሕጽብ ከንብብ ኣብ ምንታይ ከ ዘይረኣየኒ ኣቲ መሓዛይ እሞ ካልእስ ይትረፍ ዝፍቀር ሰብ ሪኢኺ ዘይተፍቅሪ እዚ እዋላስ ኔበልዮ በጃኺ ምስ በለት ሰምሃር ሓቅኽን ፍቅሪ ዋዛ መሲልክን ኣፍክን ዝሓበክን ተዛረባ ኣነስ እምበር ዘይርዳእምኒ ሰብ ኣፍቂረ ዝኹኑ ጨኒቁኒ ዘሎ እንዳበለት ኣብ ምስቲ ምሳል ኣተወት ዳኒ ካብ ክፍሊ ተፈዲሱ ኣብቲ ካንሸሎ ክዕገርግር ጸኒሑ ንደገ ምስ ወጸ፣ ራሄል ኣብቲ መንደቕ ተጸጊዓ ምስ ረኣየ፣ ተመሃራይ ንገዝኡ እንዳ ከደ እንታይ ኣቢና ትገብር ዘላ እንዳ በለ ብውሽጡ ከየተገደሰላ ሰላም ኢልዋ ምስ ሓለፈ ንኡ ክትጽበዮ ከም ዝጸንሐት ጸዊዓ ነገረቶ። ኣካውና ባሕ ኣይበሉን። ብፍቕሪ ትጽለል ከም ዘላ ናይ ስሓቶ እንተኾነ ፍቕሪ ዝርድኦ ሰብ ከም ዘይኮኑን ይፈልጥ እዩ። እንታይ ክገብራ ነዛ ሰብ እንዳበለ ንምንታይ ከም ዝደለየቶ ምስ ሓተታ ግና ክትዛረብ ኣይተሰምዕትን። ከምዛ እንተተዛሪብኪ ክትመቲኺ ዝበልዋ ስቕ በቃ ትም ሕትም በለት። ኣላ ራሄል እንዳበለ ብውሽጡ

ነናይ በሊ ኢልዋውን ሃንቲ ኣንጎሎ ምስ ከደ ግና ዝፈልጦ ሰብ ስለ ዝረኸበ ጽባሕ ከም ጸሓኪ ራሒል ሽኮር ሃራይ ዶ ብምባል ምስቲ ሰብ ድኣ ንኣ ገዲፉ ህልም በለ። ከምዛ ተሓጒሳ ዘይጸንሐት ክትሓርቕን ግዜ ኣይወሰደትን። ብውሽጣ እንታይ እንታይ እንዳኣለልኩ ክይዲ እንዳበለት ኣብ ሓስያበ ነይራ። ኣታ እዚ ሰብ ሕው ሪቶ እዩ ከምዛ ንኡ ክትጽበዮ ዘይጸናሕክስ እሞኻ ከብጽሓኪ ኢሉንስ ገዲፉኒ ክኸይድ ኮርነፍነፍ እንዳበለት ንገዝኣ ገዛኣ ኣትያ ቦርስኣ ዘይኣመላ ኣብ ኣራታ ደርብያ ብከብዳ ነጢራ ብምድቃስ ጸጉራ እንዳሓሰየት ኣብ ጣርት በቃ ኣንገርገረት ልዋም መሓዝኣ ጥራዝ ደልያ ናብ ናይ ራሄል ቦርሳ ኢዳ ምስ ሰደደት፣ ፌስታል ዝመስል ነገር ስለ ዝርኣየት እንታይ ኢላ ጽቡቕ ገይራ ምስ ፈተሸት ናይ ወዲ ስረ ክትርኢ ከኣለት። ናይ ወዲ ስረ ደኣ ኣብዚ እንታይ ይገብር ኣሎ እንዳበለት ከላ ግና ብደገ ዝጸንሐት ራሄል ከም ሓራስ ነብሪ ተወርዊራ ደኣ መንጠል ኣቢላ ኣብ ቦርስኣ ድሕሪ ምእታው እንታይ ክትገብሪ ኣውጺኺ ኢላ ክትቋየቝ ጀመረት፣ ተኾነ ግና ሰምሃር ስለ ዘተሓዳደታ ስቕ በለት። ክልቲኤን መሓዙት ክሓስባ ድሕሪ ምጽናሕ ግና ብሓንሳብ ንዳኒኺ ሓቂ ገዚእኺ ምስ በላ ኣብ ድሕሪት ኮፍ ኢሉ ስለ ዝነበረ ከይሰምዕ ኣፈን ናብ ምእባስ ደኣ ተቐዳደመት። ሃራ ሃራ ኢለን ስቕ በላ እሞ ሰምዒወን ድዩ ኣይሰምዐንን ከረጋግጻ ሰለስቲኤን ናብኡ ገጸን ደኣ ጠመታ። ንሱ ኣብ ካልእ ዕላሉ ነበረ መን ሓሲቡን'ዩ። ራሄል ንዳንኤል ኢላ ዝገዝኣቶ ሕያብ'ዩ። ፍቅሪ እንታይ ዘይገብር ከመይ ኢላ ናብቲ እንዳ ክዳውንቲ ከማን ከም ዝተኣልየትን ኣውን ይርዳኣ የለን እንዳ ሓለፈት ከላ ብደገ ኮይና ሃንደበት ስለ ዘርኣየቶ'ሞ ስለ ዝፈትወቶ ኣብ ሓንጎላ ቁጽሪ ሓደ መጽዩ ዝተመነየትሉ ንዳንኤል'ዩ ክንዲ ዝኾኖን ዓቐኑ ይኹነይ ዝበለቶ ድሕሪ ፈዳሳ ክትህቦ ገዚኣ ኣብ ቦርስኣ ዘቐመጠቶም መሓዙታ ኣብ ስጡም ፍቕሪ ከም ዘላ ሚእቲ ካብ ሚእቲ ኣመን ኣረጋገጸ። ኣብዚ ዕዋላ ወዲ ምውዳቓ ግና ብጣዕሚ ኣተሓሳሰበን ደንገጻላ። ዳንኤል እንተኾነ ኣይግድሾን እዩ። ሰብ ዘሰከሐ ዕዋላይ እንተኾነ ግና ልቡ ንጹሕ እዩ፣ ሰብ ኣብ ምሕጋዝውን ኣይቅደምን እዩ። ፍዳሳ ኣኺሉ ኩሉ ሰብ ነናብ ገጹ እንዳከደ ከሎ ሰለስተ መሓዙቱ እንተተሓዘን ካንሸሎ ናይቲ ቤት ትምሕርቲ ሓሊፈን ምስ ወጻ ዳኑ እንክዕልል ድሕሪት ተሪፉ ከም ዝነበረ ስለ ዘስተብሃለት ንኡ ክትጽበ ምዃና ሓቢራ ራሄል ኣፈነወተን። በጃኺ ነዚ ዕዋላ እንተ ክትጽብዮ ኢኺ እንተ በልኣ ግና ስለ ዘቕበጸት ከይፈተዋ ደኣ ገዲፈንኣ ከዳ። ኰይኑ እንክትጽብዮ ጸኒሓ ኣብ መንጎ ኣወዳት እንዳ ሰሓቐ ክወጽእ ስለ ዝርኣየት ዳነ ክትብል ተዳሂቱ መን ደኣሉ ኢሉ ቅልሕ ምስ በለ ራሄል ኮይና ስለ ዝጸንሐቶ ከርከበኩም እየ ሕለፉ ብምባል ናብኣ ደኣ በለ ኢሂቲ ክፍእቲ እንታይ ደኣ ኣብ መንገዲ ጸጸኒሕኪ ትከትርኒ ኣለኺ ክተእምጸኒ ደልያ ኢለ ኡይ ክብልየ ምስ በላ ኪዳታ ሰዲ እንዳ በለት ብሕፍረት ዝኣክል ኣብዛ ጽፍራ ክትኣቱ ደለየት እንተ ደኣ ደሊኽኒ ምስ በላ ከይተዛረበት ካብ ቦርስኣ ነቲ ዝገዝኣትሉ ስረ ኣውጺኣ ኣረኪባቶ ብጉያ ድኣ ካብ ቅድሚኡ ተሰውረት። እንታይ እንዳበለ ሓንሳብ ናብኣ ሓንሳብ ናብቲ ዝሓበቶ ምጥማት ድኣ ተታሓሓዞ። ነቲ ስረ ሓድሽ ምዃኑ ምስ ተገንዘበት ኣታ እዛ ጓል ናይ ምልባ ድያ ጌራቶ ንኣይሲ እንታይ ርኣያትለያ ክትፈትወኒ ሰብ ስኢናዳ እንዳበለ ብጉያ ራሒል እንዳበለ ኣርኪ ውድዋ ኣበላ እሞ እንታይ ደኣ ኣሎ እዚ ምስ በላ ምሽ ትሪኦ ኣለኻ ስረይ ኣጋጣሚ ንኣይለ ተጋጊ ናይ ኣዋልድ መሲልኒ ገዚእ እዩ ግና ደሓር ናይ ኣወዳት እዩ ምስ በሉኒ ድማ ካብ ዝመልሱ ንኣኻ ክሕበካ ወሲነ ብካልእ ከይትርድኦ ሓረይ ዶ ኣነ ብካልእ ሓሲበ ኣይኮንኩን እንዳበለት ድንን ድንን ምስ ኣብዝሐት ምሽ ዶ ራሒላ እምበኣር ናይ ወድን ጓልን ተሓዊሱ ክብል ጸኒሑ ምስ ውሽጡ በሊ ኣነ ኸኣ ተጋጊኺ ዝገዛእኽዮ ክዳን ኣይክኽደንን እየ፣ እንተደሊኺ ምለስዮ ምስ በላ፣ ወደይ ሓሲብከ ንዓኺ ክብል ይገዝእዮ ዝብል ዘረባ ከይተረድኣ ስለ ዘምለቐት፣ መሊሳ ብሕፍረትን ስክፍታ ድንን ድንን በለት። እሞ ካብዞም ኩሎም ኣወዳት ንኣይ እንታይ ርኢኽለይ? ደሓር ድማ ኣነስ ኮን ኢለ ከሕርቐኪ እንዳ ጸዓርኩስ እንታይ ሓሲብኪኺ ምስ በላ፣ ኣንታ ዋላ ሓደ ኣይሓሰብክን ዋእ ከይደ ጥራሕ ኢላ እደዉ ገዲፋቶ ምስ ከደት ኣላ ርሓ ኢላ። ሓቂ ዘረባ እዚኣ ክትብደል ዘይግብኣ ሰብ እያ። ጥዑይ ሰብ ሪኣ ዘይተፈቅር እስከ እንዳበለ ካብ ኢሉ ኣብ ምጥማት ከሎ ወዲ ትምሕርቶም ደው ከብላ ስለ ዝተዓዘበ እዚኽ እንታይ ደልዎ እንዳበለ ምዕዛቡ ዳዓጸለ ኣቲ ከም ገለ ትማሊ ደኣ እንታይ ኮንኪ ኢኺ እንዳ ጸዋዕኺ ጸማም እዝኒ ሂብክኒ ከድኪ ስጋምባዶ ሕጂ ከልዕለኪ ክብላ ንሳ ድማ ክትከይድ ክትብል ብኢዳ ከሮ ኣቢሉ ሂዙ ወጠጥ ይብላ ነይሩ ነዚ ዝተዓዘበ ዳኒ ብዘይ ድለታ ጠጠው ኢላ ከም ዘላ ስለ ዘስተብሓለ ቅልጥፍ ቅልጥፍ እንዳበለ ኣርኪቡ ኣታ ሕምገለ እንታይ ግበር ኢኻ ትብላ ዘለኻ ምስ በሎ ብፍርሒ ክጠንቀጥቅጥ ጀሚራ ዝነበረት ራሄል ብዘይልባ ድኣ ወዲ ፍኑ ምስ ኣበላ ኣብ ሓቕፉ

የቐንየለይዳኒ ሓወይ ከመይ ዶ ክሕደኒ ጸኒሑ መሲልካ ደሓር ድማ ኣነ ስቕ ኢለ ግይ ዝብል ጓል ኣይኮንኩን ሃራይ ዶ ንካበር በለቶ እንዳ ሰሓቐት ካብ ጸገም መጺኡ ስለ ዘናገፋውን ብጣዕሚ ሕጉስቲ ነይራ ኣመና ከም ዝፈተቶ ጠፊእዎ ኣይኮነን ግና ፍቕሪ ንኡ ኣይንታይን እዩ ብጌጋ ከማን ኣብ ልዕሊኣ ናይ ፍቕሪ ስምዒት የብሉን በሊኪዲ እምበር ገዛኺ ምስ በላ ንሳስ እምበር ምስኡ እንተ ተመሰየ ምጸልኣትን ኢልካ ምስ በለቶ ኢለወ ምስ በል እሞ ከይደ ምስ በለቶ ጸርግ በል ኢልዋ ደኣ ተመቃፈም። እንታይ ኣይነት ሰብ እዩ ወደይ እዚ ካልእስ ይትረፍ ገዛ ክከውን ከብ ጻሓ ከይብለንን እምበር ከናይ ሰብ ፍጠረት ኣለዎ ድዩ ምስ ከመይ ዓይነት ሰብ ይገጢመ እንድዒ ምውዳኣቱ ደኣ የጸብቐለይ እምበር እዚ እምኒ እዩ ወይ ራሄላ ተራኽብዮ ምስ ነብሳ እንዳ ተዛረበት ንገዝኣም

ናይ ኣጋጣሚ ኣብ ክፍሊ ካብ ዓሰርተ ዝሐሰ ፕሮጀክት ተዋሒቡም ራሄልን ዳኒኤልን ዕጫ ምስ ነገረ ብሓንሳብ በጽሑም ዋላ እኳ ምስኡ ምብጽሓ ብጣዕሚ እንተተሓጎሰት ኮይኑ ኢሉ ክሕርቃ ከይጽእ ከየበላሽውላ ስለ ዝፈርሃት ቁሩብ እንተኾነ ባሕ ኣይበላን ምእንቲ ርስኡን ብዛዕባኡ ክትሓስብ ኣብ ትምሕርቲ ተዘሕልያ ዘላ ብከም ዘላቶ እንተቐጺሎም መቀናቕንታ ናብቲ ናይ ደረጃ ነጥቢ ከጸግዓ ኣይኮናን እሞ ብልቢ ክትሕግዘኒ ቃል እቶለይ በለቶ ኣብቲ ናይ ቤት ትምሕርቶም እንዳ ሻሂ ኮፍ ኢሎም እዩም ብዝኣ እቲ ፕሮጀክት ዝዘራረቡ ዘለዉ ራሄላ ንፍዕቲ እንድኺ ባዕልኺ ስርሕዮ ካባይ ከይትጽበይ ኣነ ድኣ ኣበይ ከርክበልኪ ኣቲ ጓል ብሰንክኺ እሞ ትሕቲ ሸሞንተ የምጽእ ከትፍኣኪ እየ ምስ በላ ኣቲ ሓወይ ኦም ድሃጦይ እዚ ስራሕ ንክልቴና ብምቓረይ ዝብጽሓና ንስኻ እምበር ከይተግድኣኒ ንኣይ እዚ ነጥቢ ኣገዳሲ እዩ በጃኻ ተረድኣኒ ምስ በለቶ ደሓን በቃ ክሓስበሊ ሕጂ ዘረባ ኣይተብዝሒ ክፈልዮ ነዚ ናይ ኮካ ገዲፍዋ ደኣ ከደ ህሙም ደሓን ኣይተሓግዘኒ እንዶ በይነይ ሰርሒ ኢለ ዜሮኻ ካቋሕመካ እንዴ እንዳበለት ነቲ ክልተ ጥርሙስ ኮካ ኣልኢላ ሕሳብ ክትከፍል ክትብል ከም ዝተኸፈለ ተሓበራ። ከዛርባ ኢሉ እምበር ከፊሉ'ዩ ኣምጺኡ ነይሩ። ነታ ሓምሳ ናቕፋ ናብ ጁባኣ ድሕሪ ምእታው ጽሉል እንዳበለት ናብ ክፍላ ደኣ ከደት። እቲ ዝተውሓብዎ ፕሮጀክት ግርም መቀራረቢ ኮይንዎም ዋላ'ኳ ንዓ እንዳበለት ፈትዩ ከይፈተወት ትወስዶ እንተኾነት ዘይግደስ ኮይኑ እምበር ንፍኡን ስለዝኾነ ክሕግዘ'ዩ ተራእዩ። ኣብ መንጎ ስራሕ ይጻወቱ ይስሕቑ ይዋዘዩ ይተሓራረቑ ናይ ጸወታ ይጸራረፉ ገለ ንመሓዙታ ዳርጋ ረሲኣተን የእዘምዝማ እየን ዘለዋ በቲ ሓደ ንመሓዝኣን ስለ ዘሕደገን በቲ ካልእ ድማ መሓዝኣን ምስዚ ዕዋላ ወዲ ስለ ዝበላ ብዓይነ ጽልኢ እየን ክልተኤን መሓዙታ ዝጥምጥኦ ዘለዋ ኣቲ መሓዛይ ነዚ ሰብ ረኺበልኪ ዲኺ ሕጅስ ኣኽፊኺ እምበር ቁሩብ ንዓና ከማን እኮ ረሲእኽና ምስ በለት ሰምሃር ሃቃያ ስም ሓር ማሓዘይ ብዘይ ብጫ ካርድ እምበር ቀይሕ ሕብክና ኣቲ ጓል ካብዚ ወዲ ራሓቂ ንብለኪ ኣለና ሎማዮም እያ ናይ ማሓዝኣ ዘረባ ደጊፋ ትዛረብ ዘላ ከመይ ገርኩም እዩ እዚ ወዲ ማኣረ ክንድዚ ትጸልኦ ዳሓር ካኣ ብትምሕርቲ ጉዳይ ኢና ንራከብ ዘለና ምእንቲ ርሱኑ ወዲእና ኢና ሎዋሚና ሰሙ ንዕና እባ ከም ቀደምክን ብጀካክን እኮ ሰብ ዘይብለይ ምስ በለተን ኣቲ ራሄላ እዋእ እሞ ንዓና ካባ ግዜ ሃብና ምስማዕ ካብ ኣባክና ናይ ክልቴኩም ነገር ንዓኺ ይምልከት ግና ኣይተትፍዕና ብጃኺ እዋእ ኣክፊኢኺ ኣብ ዕረፍቲ ምጹ ቅድምን ድሕሪ ፍዳሰ ምጹ ሰብ እንታይ ኢሉኸ የውረየልኪ ከም ዘሎ ፈሊጥኪ ኣለኺ ድኺ እዛ ንፍዕቲ ተማሓሪት ድኣ ምስዚ መኣገርገሪ ወዲ እንታይ ተገብር ኣላ ከምኡ እንዳተባሓለ እዩ ዝውረየልኪ ዘሎ በለት ሰምሃር ድሓን ሰምሃር ሃፍተይ ሕጂ ደኣ ወዲእና እንዲና ምሳኽን ኣለኹ ሓቅኽን ኢኽን ኣይጠፍእኒ ናይ ሰብ ነገር ደሓን ዝገበርክዎ ነገር ስለ ዘየለ ኣይክጨነቀሉን እየ በለት።